ሰላም ንኹሉኹም ኣብ ሂወትኩም ሰላምን ጥዕናን ይምነየልኩም እስከ ምስዛ ብዘንቢል ፍልጠት ዝተዳለወት ብርክት ዝበለ ናውቲ ትምህርቲ ዝሓዘት ሰሌዳ ክንላለ ከምዚ ትሪእዋ ዘለኹም ኣብ ላዕሊ ኣብ ማእከል ሰዓት ኣሎ ንናእሽቱ ደቅና ሰዓት ከመይ ይቆጽር ክፈልጡ ትሕግዝ ኣገዳሲት ክፋል ናይዛ ሰሌዳ እያ ካብኡ ቀጺልና ብጸጋም ብዕንጨቲ ዝተሰርሐ ዝተፈላለየ ሕብሪ ዘለዎ መሃዛት ከምኡ እውን ምድማር፣ ምጉዳልን ምርባሕን ምስ ናይ ማዕረ ምልክት ዝተሰነየ ንርኢ ኣለና። ብየማን ድማ ዕንቊ ተጠቒምና ክንቆጽር ዝሕግዘና የጠቓልል። ብተወሳኺ ካብ ዜሮ ክሳብ ዕስራ ንፍቕዲ ዝሕግዙና ኣሃዛት ከምዚ ንርእዮ ዘለና ኣብ ታሕቲ ኣለዉ። ብጀካዚ ምልክት ናይ ምድማር፣ ምጉዳል፣ ምርባሕ፣ ምምቃል፣ ከምኡውን ናይ ማዕረ ይዓብን ይንእስን ዘርእዩና ሲምቦላት ወይ ከኣ ምልክታት ኣለዉ። ናብ ፊደላትና ክንምለስ። ብዝሒ ፊደላት ናይ ማግኔት ሰላሳን ክልተን ኮይኑ ከምዚ ዝስዕብ ጌርና ጎጅልናዮም ኣለና። ካብ ሀ ክሳብ መ ኣርባዕተ ኣብ ሓደ ጉጅለ፣ እዚ ማለት። ነዞም ሰላሳን ክልተን ኣረርባዕተ እንተ መዲብናዮም ሸሞንተ ጉጅለ ፈጢርና ኣለና ማለት እዩ። ደቅና ነዚኦም ክመልክዎም ኣብ መዓልቲ ዕስራ ደቂቕ እንተ መዲብና፣ ኣብዘን ዕስራ ደቂቕ ምስ ደቅና ኮይንና ንኹሎም ጺሒፍና ዘይክንውድኦም ንኽእል ኢና። ኣብታ ትስዕብ መዓልቲ ንቕጽል። እታ ኣብ መጀመርታ መዓልቲ ዝመደብናያ ግዜ ከየቋረጽና ነዞም ቀዳሞት ኣርባዕተ ፊደላት፣ ሰሙን፣ ክልተ ሰሙን፣ ሰለስተ ሰሙን፣ ወርሒ ወይ ካብኡ ንላዕሊ ደጊምና ደጋጊምና ንምሃሮም። ነቶም ዝተረፉ ጉጅለታት ድማ ከምኡ። ኣእምሮ ደቅና ምስ ፊደላትና ተላልዩ፣ ኢዶም ንፊደላትና ተፈቲሑ ክንዕዘብ ኢና። ትሕዝቶ ዘንቢል ፍልጠት ካብ ግዜ ናብ ግዜ እንዳሰፍሐ ክኸይድ እዩ። ኣብ ርእሲ እቲ ዘሎ ካልእ ናይ ምምሃርን ምስትምሃርን ተኽእሎታት፣ ግዜ ዘይብልና ስድራቤታት፣ ኣብ ዝመረጽናዮ ግዜ ኣብ ገዛና ኮይና ንደቅና ክመሃሩ ምግባር ክሕግዝ ዕላማ ዘንቢል ፍልጠት እዩ። ሕጂ ንሰርዖ መደብ ድማ ንቐጻሊ ከም ሓደ ልምዲ ከነዕብዮ ከገድሰና እዩ። መደብ ምህላው ኣብ ዝተፈላለየ ንጥፈታትና ዝህልዎ ተራ እውን ቀሊል ኣይኮነን። ንደቅና ከይንግድዶም ደስ ኢልዎም ክመሃርዎ ጥራሕ እዩ ዘለዎም። ደስ ኢልዎም ክመሃሩ ንፈጥሮ ሜላ ንዓና ንወለዲ ይምልከት። ሜላና ንህይወቶም ዝጎድእ ከይከውን ድማ ጥንቁቓት ክንከውን ኣለና። ንኣብነት እዚኣ እንተወዲእካያ ሌካ ሌካ ክገዝኣልካ እየ፣ ድላይካ ክገብረልካ እየ እዝን ካልእን ምባል ኣየድልየናን እዩ። ሕጂ ካብዞም ኣርባዕተ ፊደላት ዘዳለናዮም መጀመሪ ቃላት ኣብ ጻዕዳን ጸሊምን ሰለዳ ደጊምና ደጋጊምና ክንጽሕፎም ኢና። እዞም ቃላት ሱር ናይቶም ንዛረቦም ቃላት እዮም። ንኣብነት ነገሀ ማለት ነጊሁ ወይ ከኣ ንግሆ ኮይኑ የስምዕ። ኣብ ቀጻሊ ሓሳባት ኣብ ምስራዕ መሰረታውያን ቃላት እዮም። እቶም ዝተረፉ ካብ ረ ክሳብ ቀ ኣብ ዝቕጽል ከነቕርቦም ኢና። እዛ ሰሌዳ ኣብ ዝገዛእኩምላ ግዜ እውን ኩሎም ብpdf ብመገዲ ኢመይልን ዎትስኣብን ክንሰደልኩም ድሉው እዩ ዘሎ። ኣብ pdf ዘለዉ ቃላት ተጠቒምና ንደቅና መዓልታዊ ክንምህሮም ክሕግዘና እዩ። እስከ ካብዞም ሎሚ ዘርዚርናዮም ዘለና ኣርባዕተ ፊደላት ቃላት ስርሑ፣ ትፈልጥዎም ቃላት ድማ ኣብ ቦታ ርእይቶ ጸሓፉ። ኣነ ነዞም ትርእይዎም ዘለኹም ቃላት ረኺበ ኣለኹ። ሉል። ሜላ። ሌላ። ሓምሓም። ሎሚ። ሊላ። ሓላል ዝብሉ ቃላት ናትኩም ኣብ ታሕቲ ኣብ ቦታ ርእይቶ ጸሓፉ ተመሊሰ ክሪኦም እየ። ደቅናን ቋንቋናን ቀዳምነትና።